እቶም ትማሊ ቅድሚ ትማሊ ሰለስተ ኣርባዕተ ካብ ዝኸዱ ጀነራላትስ እውን ዝገብርዎ ዘለዉ ምንቅስቓስ እውን ብጣዕሚ ዘሕዝን እዩ። ዕድሚኦም ሙሉእ ንህዝቢ ትግራይ መስዋእቲ ንኸፍል ኣለና ኢሎም ኣብዚ ደረጃ እዙይ በፂሖም ደረጃ ጀነራልነት ደረጃ ኮነረለት በፂሖም ሕዚ ኣፍታ ጫፍ ህዝቢ ትግራይ ክፀንት ክጠፍእ ኣፍታ ጫፍ በሪ ከብጽሕ ዝንቀሳቐስ ዘሎ መንግስቲ ብልጽግና ናይ ባዕልቶም ጉልበት ክውስኹ እታ ጽንተት ናይ ህዝቢ ትግራይ ክትቅልጥፍ ትግራይ ክትቆራረጽ ክንጠፍእ ናይ ባዕልቶም ኣስተዋጽኦ ክንገብር ኢና ኢሎም ኣብ ፌደራል ተወዲቦም ተሓቒፎም ኣንጻር ተጋሩ ክቃለሱ ወሲኖም ብተለቪዥን እውን ብዘይ ሕንከት ይሰርሑ ኣለዉ ማለት እዩ ይሰርሑ ኣለዉ ስለዚ ብጣዕሚ ታሪኽ ዘይርስዖ ረሳሕ ዝኾነ ተግባርን ምንቅስቓስን እዮም ዝገብሩ ዘለዉ። ፓርትታት መስሪቶም ኣብ ኣዲስ ኣበባ ስምረት ፓርቲ ኢሎም መስሪቶም ኣብ ህዝቢ ትግራይ ብዝተሰርሐ ስራሕ ስምረት ፓርቲ መን ምዃኑ ህዝቢ ምስ ፈለጠ ኣፀግዕ ኣቢሎም ኣብኡ ድማ ሕዚ ወለዶ ትግራይ ብዝብል ብካሊእ መንገዲ እንደገና ወለዶ ትግራይ ኣብ ትግራይ ውሽጢ ኮይኑ ዝቃለስ ሰሪሖም ኣለዉ ማለት እዩ። ተወዲቦም ህዝቢ ከይትቃለስ ይብሉ ኣለው ህዝቢ ከይትስምር ይብሉ ኣለው መንእሰይ ትግራይ እውን ናይ ወለዱ ታሪክ ዘለዎ ጅግና መንእሰይ እዩ ክልተ ሽሕ ዓሰርተ ሰለስተ ማንም ከይፀውዖ ብናይ ባዕሉ ወነ ብናይ ባዕሉ ሃርበኝነት ታናይ ወለዱ ጅግንነት ሒዙ ፀላኢ ኣንበድቢዱ ካብ ትግራይ ኣብ ውሽጢ ሸሞንተ ወርሒ ዝፀረገ መንእሰይ እዩ ሕዚ ከም ዝመሰ ጅግንነት ናይቲ መንእሰይ ክምንጥሉ ንዓውፃ ይብልዎ ኣለዉ ዋላ ኣይክወጽእ ዓዲ ሓዲሩ ግዝኣት ሓዲጉን ኣበይ ክወጽእ ኣበይ ክነብር ኣዲስ ኣበባ እንታይ ውሕስና ኣላ ኩናት እንተተጀሚሩስ ኣበይ ከም ዝጅመር መን ይፈልጥ? ኣበይ ከም ዝውዳእ መን ይፈልጥ? መን የድሕኖ ኣዲስ ኣበባ ከይዱ? ኣይ ናይ ስርዓት የድሕኖ? ኣይኮነን እቲ መንእሰይ ተሐዚ ካብዚ ውፃእ ዝብልዎ ዘለዉ መንእሰይ ንባዕልቶም እንታይ ውሕስና ኣለዎ ኣዲስ ኣበባ ከመይ ጌራ ናይ ውሕስና ናታቶም ክትኮን ትበል ኣይትኸውንን ፀረ ህልውናና እዮም ፀረ እዚ ብሄር እዚ እዮም ፀረ ረብሓ እዚ ብሄር እዚ እዮም ፀረ ማንነት ዝህዝቢ እዮም እዛ ደረጃ እዚኣ ተወሲዱ ክቃለስ እዩ ዝግባእ ህዝብና ማለት እዩ። ስትራተጂኦም ኣጥፊኻ ናይ ምጥፋእ ስትራተጂ እዩ። ህዝቢ ትግራይ ኣብታ መስመሩ ኣብታ ዕላምኡ ኣብታ ሕድነቱ ኣጽኒዑ እንድሕር ተቓሊሱ ድማ ያው ናሰዓረ እዩ መፅዩ ክስዕር እዩ። ህዝቢ ኤርትራ ብቋንቋ ብባህሊ ብብዙሓት ነገራት ምትእስሳር ዘለዎ እዩ ህዝቢ ትግራይ ኣብ ጨቋኒ ስርዓት ኣብ ምድምሳስ እውን ህዝቢ ኤርትራ ህዝቢ ትግራይ ሓቢሩ ተቓሊሱ እዩ ናይ ሓባር ወፍርታት ኣብ ናይ ሓባር ግንባራት ውዒሉ መንእሰይ ትግራይን መንእሰይ ኤርትራን ኣብ ሓደ ጉድጓድ ተቐቢሩ እዩ። ኣብ ትግራይ፣ ኣብ መላእ ኤርትራ እስካዕ ሳሕል ከምኡ ዝመሰለ ዝምድና እዩ ዘለዎ። ኣብ ናይ ነጻነቱ ሓቢሩ ዝተዋግእ ህዝቢ እዩ። ሓቢሩ ዝተደጋገፈ ህዝቢ እዩ። ካብ ጨቋኒ ስርዓት ብናይ ሓባር ቅልጽም ዝወጸ ህዝቢ እዩ። ናይ ንግዲ ምትእስሳር ኣሎ፣ ናይ ባህሊ ምትእስሳር ኣሎ፣ ዝምድና ኣሎ፣ ሓው ንሓው ይትሕዝቢ። ብሰንኪ ስርዓት ብልፅግና ናብ ጎነፅ ክኣቱ ብዙሕ ተሰሪሑ እዩ። ያው ተሓታቲ ናይዚ ጎነፅ እዚ ስርዓት ብልፅግና እዩ። ደድሕሪኡ ዝመጽእ ብሕጊ ዝረኣ ነገር እንድሕር ሃልዩ እውን ዕጹ ኣይኸውንን። ስሩኡ ህዝብታት እዞም ህዝብታት እዚኣቶም ግን ሓደ ህዝቢ እዩ። ብጸለምቲ ውግእ ተጀሚሩ እዩ። ናይ ድሮን ውግእ ተጀሚሩ እዩ። ሕዚ እውን ብጣዕሚ መጠነ ሰፊሕ ምድላው ናይ ጸላኢ ንካልኣይ ውግእ ምድላው ይግበር ኣሎ። ካብ ጠረፍ ሱዳን ጀሚርካ ክስካዕ ጠረፍ ዓፋር ዙርያ ሙሉእ ምስ ትግራይ ዘዋስኖ ከባቢታት ኣጽዋርን ሰራዊትን እዩ ዝኽተተሉ ዘሎ ማለት እዩ። ኣብዚኣ ሓንቲ ትገርም ኣላ ሰላም እዩና ንደሊ ጸገማትና ብሰላም ክፍትሑ ኢና ንደሊ ኩናት ኣይንደልን ዝብሉ ተጋሩ እንዮም ከይትዳለ ህዝቢ ትግራይ ዝብሉ ስንቂ ከይተቐርብ ህዝቢ ትግራይ ዝብሉ ኮሮሾ ከይተዳልዊ ኣዶ ትግራይ ዝብሉ ከይትጋደል መንእሰይ ትግራይ ዝብሉ ሚድያን ብኣካልን ኣበይ ዘሎ ሰላም ብወልድያ ብዓፋር ብሰቆጣ ብጸለምቲ ብሑመራ ጸላኢ ክውሕጠካ ሃህ ኢሉ እናተዳለወ ዶ ከምዚ ይበሃል እዩ ብሓደ ሰብ ዶ ሰላም ይመጽእ እዩ? ብልጽግና ህዋጋ እናመጸስ ምድላው ከይትገብሪ ኲናት ኣየድሊ ሰላም ኢና ንደሊ ይብል ነይሩ። ከመይ ኢሉ ከምኡ ይኸውን? ዋ በቃ ብሻንጣ ብፌስታል ንእሽተይ ገንዘብ እናሰሰሰ እናተሰደደሎም ንሳቶም መችዎም ስለ ይነብሩ ስለ ዘለውስ ኣብ ሱዳን ዝተበተነ ህዝብ ብኡ ገይሩ ክብተንስ ኣይንዋጋኣይ ሰላም ከምኡ ዶ ይበሃል እዩ? እንቋዕ ከይተውፅኢ ኮሸሮ ከይተውፅኢ ቀለብ ከይተውፅኢ ኮፍ ኢሉ ካብዚ ንላዕሊ ጸረ ህዝብነት እንታይ ኣሎ? ካብዚ ንላዕሊ ክሕደት እንታይ ኣሎ? ካብዚ ንላዕሊ ባንዳነት እንታይ ኣሎ? እሞ ትግራይ ኮፍ ኢልካ ኣብ ጓጓት ህዝቢ ኮፍ ኢልካ ኣብ ኮይኑ ክተርፍ ኣብ ትግራይ እንዴት ኒውስ እታ ኮይናት ላብ ርእሱ እኮ እያ ትፈስስ ሕሽምባይ ኣብ ትግራይ ኮይኑስ ተዲስ ኣበባ ከይዱ እኒኦ እውን እሲ እታ ኮይናትስ ኣበይ ተጀሚራ ኣበይ ትውዳእስ መን ይፈልጣ ከመይ ጌርካ ኣብዚ ከምዚኣ ዝመሰለት ግዜ ምስ ህዝብኻ ትስለፍ ንህዝብኻ ተላዕዕል ኣብ ሓደ ትዓስል ሓድነትካ ትዕቢ ምድላው ትገብር ዘይትቁርጠም ሓይሊ ኮንካ ክትወፅእ ትፅዕር ብዘይ ህዝቢ ትግራይ ሰላም እንታይ ይገብረሉ ብዘይ ህልውና ተጋሩ ሰላም እንታይ ይገብረሉ ኣበ ኮይኑ ሰላም ከስተማቕር ከም ሕዚ ብፌስታል ዝመፁ ዘሎ ቅርሺ እኮ ፅባሕ ንግሆ እኮ ብዘይ ህዝቢ እንታይ ክገብረን እዩ ኣበይ ዶ ኮይኑ ክበልዐን እዩ እቲ ሞራል ድሓን እቲ ትግራዋይነት ድሓን ኣይተፈጠሮን ንበል ሓሞት ኣይተፈጠሮን ንበል ዋእ ክነብር ዝደሊ እንድሕር ኮይኑስ ብዘይ ህዝቢ ብዘይ ህዝቢ ከመይ ገይሩ ክነብር ኣበይ ክነብር ትግራይ እንተዘይልያ ኣበይ ክነብር ስለዚ ከምዚ ዝመሰለ ምንቅስቃስ ይግበር ኣሎ እዚ ጌጋ እዩ ጥራሕ ዘይኮነስ ነዚ ከምዚ ዝናበለ ተብ ደገ ከይዱ ከም ድሌቱ ኣዲስ ኣበባ ኮይኑ ዝጫድር ዘሎ ክስካዕ መዓልቱ ፍሕት ኢሉ ስለ ዘሎ ያው ጽቡቅ ዝነብር ዘሎ ክመስሎ እዩ ይንበር ስጋዕ መዓልቱ መዓልቲ ስጋዕ ትመጽእ ማለት እዩ ተውዚ ዘሎ ግን ክዕገስ እዩ ዘለዎ ጸረ መኸተ ምንቅስቃስ ልዑል ባንዳነት እዩ ጸረ ህልውና ምንቅስቃስ ልዑል ክሕደት ናይዚ ብሄር እዩ ጸረ ካብ መኸተ ምንቅስቃስ ጸረ ህዝብነት እዩ። ካብዚ ከምዚ ዝመሰለ ምንቅስቃስ ማንም ተተቆጠበ ጽቡቅ እንተኾነ እንተኾነ ትግራዋይ ስለ ዝኾነ እንተኾነ እንተኾነ ንዕውን ስለ ዘይትለቆ እንተኾነ እንተኾነ ኣብ ማንነት ትኩረት ዝገበረ ፅንተት ይመፅእ ስለ ዘሎ ብማንነት ትግራዋይ ዝኾነ ንባዕሉ እውን ዝፀንት ምዃኑ ክርዳእ ብውልቀ ረብሓ ብግዝያዊ ጥቕምን ዓይኑ ዝዓወረ እንተኾይኑ ብሱሩ ዘይርኢ ኣሎ እንድሕር ኮይኑ ግን ክዕገስ ኣለዎ ማለት እዩ ክዕገስ ኣለዎ ማለት እዩ ህዝቢ ትግራይ እናፀነተ ስለ መረፃ ዝሓስብ ኢሊት መረፃ እኮ ህዝቢ ከም ዝመርሕ መንግስቲ ንምምስራት መረፃ ተካይዶ ህዝቢ ህዝብኻ ይጠፍእ ኣሎ ንመን ክትመርሓሉ ገለገሊኡ ሃንጎሪማ ድማ ምክክር ኮሚሽን ኣኼባ ፀውዒኑ ኣሎ ትግራይ ኣብ ዘይተዓደመትሉ ህዝቢ ትግራይ ኣብ ዘይፈልጦ ንህልውና ትግራይ ሓደጋ ኣብ ዝኾነ መድረኽ ተሰኽቲት ይውዕል በቃ ነጠብጣብ ናይ ቅርሺ ክኣሪ ሕልንኡ ሸይጡ ትግራዋይነቱ ሸይጡ ወለዶውዚ የሕዋተውዚ ገለገሊኦም ደቆውዚ ንሱ ርእሰ የውፅእኒ ኣዲስ ኣበባ ተፀጊዑ ኣንፃር ህልውና ተጋሩ ኣብ ዝግበር ምንቅስቃስ ኢዱ ይሓውስ ዋ ፅባሕ እዚ ናበይ ይኸይድ ኣበይ ዓዲ ክገብር ምስ መን ክዛረብ እዋ እዚ ታሪኽ ይቕረ ዘይብሎ ክሕደት ዘካይዱ ዘለዉ ተጋሩ ጠጠው ከብለሉ ኣብኡ ዘለዉ ጥራሕ ዘይኮነስ እቶም ኣዲስ ኣበባ ዘለዉ እውን ኣዲስ ኣበባ ስርሕቕቲ ኣይኮነትን። ትግራዋይ እንተዓሲሉ እዚኣ ንምፍታሕ ቀላል ምዃና ድማ ብተግባር ይፈልጥዋ እዮም። ሰለዚ ከምኡ እንተበልና ጽቡቕ። እሞኸ ደኣ ከምዚ መሰል ሓደጋ ይመጸና ኣሎሞ እንታይ ኢና ክንገብር ዝግበእና ዝብል ሕዚ እውን ቁጽሪ ሓደ ሓድነትና ነጠንክር። በቃ ናይ ህላወና መሰረት ሓድነትና እዩ። ከም ህዝቢ ክንህሉን ዘይክንህሉን ክንቅጽልን ዘይክንቅጽልን ሓድነትና እያ ትውስን። ሶ ሓድነትና ነጠናኽር። ሓድነትና እንተጠናኺርና እቲ ዝመፅእ ዘሎ ውግእ እቲ ዝመፅእ ዘሎ ፀላኢ ኣንፃር ቀፃሊ ህልውናና እዩ ዝመፅእ ዘሎ። ስለዚ ሓድነትና ኣስጢምና ህልውናና ንምቕፃል እንደገና ክንውደብ ኣለና፣ ክንቃለስ ኣለና። እዋ ክንዕለም ኣለና ክንዕጠቅ ኣለና ባይዘወ ናይ ሰላም ሰላም ናይ ምፍታሕ ዕድሉ ናብ ዜሮ ፐርሰንት የወርዶ ኣሎ ብልፅግና እንተልና ኮይና በታ ዝመፃ ክነስተናግዶ ክንዳለ እዩ ዘለና እንተተዳሊና ቀሊል ጸላኢ ኣይኮነን ግን ከዓ ልዕሊ ዓቕምና ኣይኮነን ጸላኢ ቀሊል ጸላኢ ኣይኮነን ልዕሊ ዓቕምና ግን ኣይኮነን ህዝቢ ትግራይ ተሓድነቶ ስጢሙ ከምታ ናይ ትማሊ ኣብታ መስመር ረቢቡ ክምክት እንድሕር ተላዒሉ ጸላኢ እዚ ንምንብርካኽን ንምስዓርን ቀሊል እዩ መስዋእቲ ክትሓትት እያ እታ ተሓታ መስዋእቲ መሊስና ዝጸላእ እዙይ ከየጥፈእና ክነጥፍኦ ክንለዓል ኣለና። ከየጥፈእና ክነጥፍኦ ቀዲምና እንተዘየጥፊእናዮ ብኣና ዘይድቅስ ጸላእ ምዃኑ ክንርዳእ ኣለና። ታዕጽዋን ክባን እውን ንምጥፋእ እያ፣ ንዓና ንምጥፋእ እያ። ኣብኣ እናሃለናስ ምኽኽ ክንብል ዝበልዕ ዝስተ መንቀሳቐሲ ኩሉ ጥዕና ኣይምን ሕክምና ኩለን ስኢንና ኣብኣ ምኽኽ ክንብል እዩ። ነዚኣ ድማ ብብረት እውን ድግፍ ኣቢልካ ንምብትታን እዩ እቲ ሓሳብ። ስለዚኣ ቅድሚ ምዃና ከም ተጋሩ ሓቢርና ኣብ ሓደ ዓሲልና ክንምክትን ክንዕወትን ክንዳሎ ኣለና። በዚ ደረጃ እዚ በዚ መንፈስ እዚ ተተዳሊና ዘለዉና ዕድላት እውን ተጠቒምና ዘለዉና ዕድላት እውን ተጠቒምና ንኣብነት ትማሊ ብቲ ብቲ ተኸቢብና መተንፈሲ ስኢንና ናብ ኩሉ ግንባራት ገጽና ጌርና ኢና ምስ ብልጽግና ናብ ውዕሊ ፕሪቶርያ ኣቲና ከቢድ ኩነታት ሕዚ ገለ ገሊኦም ግንባራትና ከፍት ኮይኖምልና እዮም። ገጽና ናብ ብልጽግናን ናብ ብልጽግናን ጥራሕ ክንገብር ዕድል ፈጢሩልና እዩ እቲ ግዜ። ሶ ብሩህ እዩ እቲ ጉዕዞና እቲ ቃልስና እውን ብሩህ እዩ ክንዕወት ከም እንኽእል ምንም ዘጠራጥር ነገር የለን። ከየጥፈእና ክነጥፍኦ ዝግባእ ፀላኢ እዩ። ኣብ ውዕሊ ፕሪቶርያ እንድሕር በዛ ደረጃ እዚ ዓፅዋ ኮይኑ ተህልውናና ምቕፃል ድማ ናትና ግዴታ እዩ ዝኸውን። ክነቐፅልና ድማ ኢና ክንዕወት ኢና ግን ክንሰምር ኣለና።